ትርጉም ምኪኤል ኣዳም ምዕራፍ ሰለስተ እምነት ንኽቱር ድለትካ ድሮ ከም ዝረኸብካዮ ምእማንን ኣብ ኣእምሮኻ ምቕራፅን ናብ ሃብቲ ዘብፅሕ ካልኣይ ስጉሚ እምነት ክኢላ ኣእምሮ ስነቐመም እዩ እምነት ምስ ሓሳባት ምስ ዝወሃሃድ፣ እቲ ትሕተውኖ ክፋል ኣእምሮና ብኡ ንብኡ ነቲ ዝፍጠር ነዝነዝታ ወይ ቫይብሬሽን ናብ መንፈሳዊ ህላወ ለዊጡ ናብ ደረት ኣልቦ ብልሒ የሰጋግሮ። ብእምነት ዝጽለ ጸሎት ሓደ ኣብነት እዩ። እምነት ፍቕርን ጾታዊ ስምዒትን ካብቶም ዓበይቲ እወንታውያን ስምዒታት እቶም ዝሓየሉ እዮም። እዞም ሰለስተ ስምዒታት ተወሃሂዶም ዝፈጥርዎ ሓሳብ ናብ ትሕትውኖ ኣእምሮ ምስ በጽሐ ናብ መንፈሳዊ ህላወ ይቕየር። እዚ መንፈሳዊ ህላወ ካብቲ ደረት ኣልቦ ብልሒ ናይ ዝኾነ ሕቶ መልሲ ከምጽእ ይኽእል እዩ። እምነት ብኸመይ ከተማዕብል ትኽእል? እምነት ኩነተ ኣእምሮ እዩ። ንትሕተ-ውኖ ኣእምሮ ብመገዲ ባዕላዊ ምዝኽኻር ወይ ኣውቶ-ሰጀሽን ተደጋጋሚ መምርሒ ብምሃብ ድማ ክፍጠር ይኽእል እዩ። ንመረዳእታ ዝኣክል፣ ነዛ መጽሓፍ ናይ ምንባብ ዕላማ ከም ኣብነት ንውሰድ። ቀንዲ ዕላማ እዛ መጽሓፍ፣ ነቲ ዘይጭበጥ ሓሳብ ክቱር ድሌት ናብ ዝጭበጥ ነገር ገንዘብ ምልዋጥ እዩ። ነዚ ንምግባር፣ ነቶም ኣብ ነፍሲ ወከፍ ምዕራፍ ተገሊጾም ዘለዉ መምርሒታት ተኸቲልካ፣ ዝሓተትክዎ ዘበለ ክረክቦ'የ ብምባል ንትሕተውኖ ኣእምሮኻ ኣእምኖ። ትሕትውኖ ኣእምሮኻ ብወገኑ ፈለማ እምነት ከም እተሕድር ብምግባር ትደልዮ ዘበለ ንክትረኽቦ ዝኽእለካ ንጹር ውጥን ብምሃብ ይድግፈካ። እምነት ብገዛእ ፍቓድካ ከተማዕብሎ እትኽእል ኩነተ ኣእምሮ እዩ እምነት ንምምዕባል ዝሕግዙ ሕግታት ኣለዉ እቲ ዘድሊ እምበኣር ንዞም ሕግታት ምፍላጦምን ኣብ ግብሪ ምውዓሎምን ጥራይ እዩ ንትሕተውኖ ኣእምሮኻ ርጉጽ ዝኾነ መምርሕታት ደጋጊምካ ምሃብ እቲ እንኮን ፍቱንን እምነት ከተማዕብለሉ ትኽእል ኣገባብ እዩ። ቀጺሉ እምነት ብኸመይ ከተማዕብል ከም እትኽእል ዘረድእ ሓፈሻዊ ስእሊ ዝህብ መግለጺ ክስዕብ እዩ። ሓደ ህቡብ ተመራማሪ ስነ ገበን ብዛዕባ ገበነኛታት ኣመልኪቱ ሰባት ንፈለማ እዋን ኣእዳዎም ብገመን ምስ ረስሑ ነብሶም ይጸልኡ እዮም። ገበን ምፍጻም እንተቐጺሎሞ ይለምድዎ። ንነዊሕ እዋን እንተሰሪሖምሉ ምስ ባህርያቶም ይወሃሃድ እሞ ጽልኡ ይዓቢ በለ። እዚ ኣቐዲሙ ዝተጠቕሰ ምስቲ ዝኾነ ይኹን ሓሳብ ብተደጋጋሚ ናብ ትሕተውኖ ክፋል ኣእምሮ ከም ዝበጽሕ ምስ ዝግበር ብትሕተውኖ ክፋል ኣእምሮ ከም ውሁብ ሓቂ ተቐባልነት ይረክብ እሞ ናብ ተጨባጢ ነገር ንምልዋጡ ብግብራዊ ስጉምቲ ክስነ ይጅምር ዝብል ሓቂ ዝመዓራረየ እዩ። ዝኾነ ሓሳብ ብስምዒት ምስ ዝስነ፣ እምነት ምስ ዝውሰኾን ናብ ተጨባጢ ነገር ክትርጎም ይኽእል እዩ። እቲ ንሓደ ሓሳብ ኣገዳሲ ዝገብሮን ህይወት ኣልቢሱ ብግብሪ ንኽፍጸም ዘኽእሎን እቲ ስምዒታዊ ክፋል እዩ። እምነት፣ ፍቕርን ጾታዊ ስምዒትን ምስ ዝኾነ ሓሳብ ምስ ዝወሃሃድ ናብ ተግባረ ዘሳኒ ዝለዓለ ሓይሊ ይፈጥሩ። እዞም ሰለስተ ስምዒታት በብንጽል እውን ኣድማዕቲ እዮም። እቲ ዝፈጥርዎ ሓይሊ ግን ካብቲ ብሓባር ዝፈጥርዎ ዝትሕት እዩ። ትሕቲ ውኖ ኣእምሮ ብእምነት ወይ ብእወንታውያን ስምዒታት ጥራይ ዘይኮነ ብኣሉታውያን ስምዒታት እውን ይጽሎ እዩ። ሓደ እኳ ይኹን ንሕማቕ ዕድል ዝተፈርደ የልቦን። ትሕተ ውኖ ኣእምሮ ብእወንታውያን ስምዒታት ዝተሰነየ ሓሳብ ምስ ዝቕበል ሃናጺ ውጽኢት ይፈጥር። ብኣንጻሩ ብኣሉታውያን ስምዒታት ዝተሰነየ ሓሳብ ምስ ዝቕበል ድማ ኣዕናዊ ውጽኢት ይፈጥር። እዚ ኣዕናዊ ውጽኢት'ዚ ድማ'ዩ እቲ ሚልዮናት ሰባት ዝምከርዎ ሕማቕ ዕድል ተባሂሉ ዝጽዋዕ ክስተት። ሚልዮናት ሰባት ብምኽንያት ናይቶም ካብ ቁጽጽርና ወጻኢ'ዮም ዝብልዎም ሓይልታት ንድኽነትን ውድቀትን ዝተፈረድና ኢና ዝብል እምነት ኣለዎም። ነቲ ሕማቕ ዕድል ግን ባዕሎም'ዮም ፈጢሮምዎ። ብኸመይ ንዝብል ሕቶ፣ ትሕተ-ውኖ ኣእምሮኦም ነቲ ኣብቲ ንቑሕ ክፋል ኣእምሮኦም ብቐጻሊ ዘሰላስልዎ ኣሉታዊ ሓሳባት ከም ዘለዎ ወሲዱ ናብ ተጨባጢ ዕንወት ስለ ዝለወጦ እዩ። ኣብዛ ህሞት እዚኣ ንትሕተ-ውኖ ኣእምሮኻ ብእወንታውያን ስምዒታት ዝተሰነየ ክቱር ድሌት መጊብካ ማተርያላዊ ይኹን ገንዘባዊ ረብሓ ክትረክብ ከም ትኽእል ኣስተውዕል። እቲ ንትግባሬ ትሕተ-ውኖ ኣእምሮኻ ዝውስኖ እንኮ ረቛሒ እምነትካ እዩ።

ነዚ ኣብ ላዕሊ ዝተጠቕሰ ግብራዊ ንምልባስ ንኹሉ እትደልዮ ድሮ ከም ዝረኸብካዮ ክትኣምን ከድልየካ እዩ። ነቲ ንሓሳብካ ናብ ተጨባጢ ነገር ናይ ምልዋጥ መስርሕ ክትጅምሮ እዚ ኣቐዲሙ ዝተነገረካ ኣኻሊ እዩ። ብግብራዊ ፈተነ ከተማዕብሎ እውን ዝከኣል እዩ። ፍጹም ክእለት ወይ ውሕልነት ቀጻሊ ብምልምማድ እምበር መምርሒታት ብምንባብ ጥራይ ዝርከብ ኣይኮነን። ንእወንታውያን ስምዒታት ክትቅበሎምን ክትምከሮምን ንኣሉታውያን ስምዒታት ግን ክትነጽጎም ኣሎካ። ንኣእምሮኻ ብእወንታውያን ስምዒታት ከም ዚዕብለል ጌርካ ህንጾ። ብእወንታዊ ስምዒታት ዝተዓብለለ ኣእምሮ፣ ነቲ ብእምነት ዚበሃል ኵነተ-ኣእምሮ ምቹእ ባይታ እዩ። ትሕተ-ውኖ ኣእምሮ፣ ብሰናይ ድሌት ዝተደገፈ መምርሒ ምስ ዚወሃቦ፣ ነቲ መምርሒ ተቐቢሉ ብምትግባሩ ቅልጡፍ ስጕምቲ ይወስድ እዩ። እምነት ብመገዲ ባዕላዊ ምዝኽኻር ዝህነጽ ኩነተ ኣእምሮ እዩ። ወዲ ሰብ እምነት ክህልዎ ከም ዝግባእ ካብ ጥንቲ ኣትሒዙ ክስበኽ ጸኒሑን ኣሎን። ብኸመይ እምነት ከም ዘማዕብል ግን ኣይንገርን እዩ። እምነት ብመገዲ ባዕላዊ ምዝኽኻር ዝህነጽ ኩነተ ኣእምሮ ምዃኑ ኣይተሓበሮን። እምነት መጀመርታ መስርሕ ምኽዕባት ኩሉ ዓይነት ሃብቲ እያ። እምነት መሰረት ኩሉ ተኣምራትን ኩሎም እቶም ስነ ፍልጠት ክንምርምሮም ዘይከኣል ምስጢራትን እያ። እምነት እታ እንኮ ናይ ውድቀት ጸረ መርዚ እያ። እምነት ምስ ጸሎት ተወሃሂዳ ምስ ደረት ኣልቦ ብልሒ ቀታ ርክብ ከም ዝህልዋ እትገብር ባእታ ወይ ቀመም እያ። እምነት ኣብ ኣእምሮ ሰብ ንዝፍጠር ናይ ሓሳብ ነዝነዝታ ናይ መንፈስ ነገር እትልውጥ እያ።

ተኣምራት ባዕላዊ ምዝኽኻር ሓደ ሰብ ንገዛእ ርእሱ ብዛዕባ ሓደ ነገር ብተደጋጋሚ ምስ ዝነግራ ሓቂ ይኹን ሓሶት ብዘየገድስ ምስ ግዜ ነቲ ነገር ከም ዝኣምኖ ዝተፈልጠ እዩ። ሓሶት ምስ ዝደጋገም ሓቂ እዩ ኢልካ ክትቕበሎን ክትኣምኖን ዝከኣል እዩ። ሰብ ውጽኢት ናይቲ ንኣእምሮኡ ብዓብላልትነት ዝቆጻጸር ሓሳብ እዩ። ኩሎም እቶም ኣብ ኣእምሮኡ ብዕላማ ዘቐመጦም ብእወንታዊ ስምዒታት ዝተሰነዩ ሓሳባት ንብዘሎ ምንቅስቓሳቱን ዕዮኡን ብቐጥታ ዝቆጻጸሩ ኣተባባዒ ሓይሊ ይፈጥሩ እዮም። ኣብዚ ሓደ ኣገዳሲ ሓቂ ምጥቃስ ኣድላዪ እዩ። ምስ እወንታውያን ስምዒታት ዝተዋሃሃደ ሓሳባት ዝመሰልዎ ሓሳባት ክስሕብ ዘኽእሎ ማግኔታዊ ሓይሊ ይፈጥሩ እዮም። እቲ ምስ ስምዒት ተዋሃሂዱ ማግኔታዊ ባህሪ ዘማዕብል ሓሳብ ከም ዘርኢ ክመስል ይኽእል። ሓንቲ ዘርኢ ኣብ ስቡሕ ምድሪ ብተዘርአት ፈለማ ትምሽምሽ፣ ድሕሪኡ ቦቒላ ብዕጽፍታት ተራቢሓ ክዕበት ትፈሪ። ኣእምሮ ምስቶም ብቐጻሊ ዘሰላስሎም ዓብለልቲ ናይ ሓሳብ ነዝነዝታታት ዝሰማምዑ ይስሕብ። ኣብ ኣእምሮ ዝጥነስ ሓሳብ፣ ውጥን ወይ ዕላማ፣ ምስኡ ዝሰማምዑ ሓሳባት፣ ውጥናትን ዕላማታትን ብምስሓብ ዓብላሊ ክሳዕ ዝኸውን ይዓቢ። ሕጂ እምበኣር ንድሕሪት ተመሊስና ሓደ ሓሳብ፣ ውጥን ወይ ዕላማ ብኸመይ ኣብ ኣእምሮ ክዝራእ ከም ዝኽእል ንመልከት። ዝኾነ ሓሳብ፣ ውጥን ወይ ዕላማ፣ ብዛዕባኡ ደጋግምካ ብምሕሳብ እዩ ኣብ ኣእምሮ ክዝራእ ዝኽእል። ብዙይ ድማ እዩ ፈለማ ንቐንዲ ዕላማኻ ኣብ ጽሑፍ ክትስፍሮ፣ ድሕሪኡ ብቓልካ ክሳዕ ትወጾ ክትሽምድዶን ናይ ድምጽኻ ነዝነዝነታት ናብ ትሕተውኖ ኣእምሮኻ ክሳዕ ዝበጽሕ መዓልታዊ ዓው ኢልካ ደጋጊምካ ከተንብቦን ዘድልየካ።

ከባቢኻ ይጸልወካ እዩ። እቲ ጽልዋ ኣሉታዊ ምስ ዝኸውን ዝሓሸ ኩነተ ህላወ ንምፍጣር ነቲ ጽልዋ ኔው በሎ። ንኣእምሮኣዊ ርእሰ ማልካ ዝምልከት ገምጋም ኣካይድ። ዋሕዲ ወይ ዘይምህላው ርእስ ተኣማንነት ሓደ ካብ ድኽመታትካ ክኸውን ይኽእል እዩ። ነዚ ሕመቕ ብሓገዝ ባዕላዊ ምዝኽኻር ክትስዕሮን ንፍርሕኻ ብትብዓት ክትክኦን ዘጸግመካ ኮቶ የልቦን። እወንታውያን ሓሳብ ኣብ ጽሑፍ ኣስፍሮም። ብቓልካ ክሳዕ ትወጾም ሸምድዶም። ኣብ ትሕተውኖ ኣእምሮኻ ክሳዕ ዝበጽሑ ድማ ደጋግምካ ዓው ኢልካ ኣንብቦም።

ርእሰ ተኣማንነት ከተጥርየሉ ትኽእል መገዲ ቀዳማይ ነቲ ናይ ህይወተይ ንጹር ዕላማ ናብ ግብሪ ንምትርጋሙ ዘኽእል ክእለት ከም ዘሎኒ ይፈልጥ እየ ነዚ ንምትግባር ድማ ከይተሓለልኩ ብቐጻሊ ክሰርሕ ከም ዘድለኒ እዩ ከምኡ ከም ዝገብር ድማ ቃል እኣቱ ኣለኹ ካልኣይ እቶም ንኣእምሮይ ብዓብላልትነት ዝቋጸጸሩ ሓሳባት ምስ ግዜ ተራቢሖም ናብ ተጨበጥቲ ነገራት ክልወጡ ከም ዝኽእሉ ድሮ ተገንዚበዮ ኣለኹ ስለዚ መዓልታዊ ንሳላሳ ደቓይቕ ዝኣክል ንብዘሎ ሓሳባተይ ኣብቲ ክኾኖ ዝደልዮ ከም ዘተኩር ብምግባር ኣብ ኣእምሮይ ንጹር ስእሊ ክፈጥር እየ በል። ሳልሳይ ዝኾነ ብመገዲ ባዕላዊ ምዝኽኻር ኣብ ኣእምሮይ ዘሰላስሎ ክቱር ድሌት ናብ ተጨባጢ ነገር ንክልውጥ ዘኽእል ኣገባብ ክፈጥር ከም ዝኽእል ፈሊጠ ኣለኹ። በዚ መሰረት መዓልታዊ ንዓሰርተ ደቓይቕ ርእሰ ተኣማንነተይ ከማዕብለሉ ዝኽእል ኣገባብ ሃሰው ክብል እየ። ራብዓይ፣ ናይ ህይወተይ ንጹር ዕላማ እንታይ ምዃኑ ኣብ ጽሑፍ ኣስፊረዮ ኣለኹ። ዕላማይ ከም ዝወቅዕ ዘረድእ ርእሰ ተኣማንነት ክሳዕ ዘጥሪ ድማ ካብ ምፍታንን ኣይከቋርጽን እየ። ሓምሻይ፣ ሃብቲ ይኹን ስልጣን ኣብ ፍትሕን ሓቅን ክሳዕ ዘይተሰረተ ቀጻልነት ከም ዘይህልዎ ተገንዚበዮ ዘለኹ ሓቂ እዩ። በዚ ድማ ንኻልኦት ኣብ ዝጎድእ ንጥፈት ኣይክዋሳእን እየ። ነቶም ክጥቀመሎም ዝብህግ ሓይልታት ናባይ ብምስሓብ ብናይ ካልኦት ሓገዝ ድማ ክዕወት እየ። ንኻልኦት ንምግልጋል ቅሩብነተይ ከርኢ እየ። ንሳቶም እውን በዚ ተደሪኾም ንዓይ ንምግልጋል ድልውነቶም ከንጸባርቑ እዮም። ኣብ ልዕሊ ሰባት ዝህልወኒ ኣሉታዊ ኣረኣእያ ዓወት ከምጻለይ ከምዘይክእል ስለ ዝፈልጥ ጽልኢ፣ ቅንኢ፣ ነብሰ ፍትወት፣ ሕስድናን ንዕቀትን ከጥፍእ እየ። ንዅሉ ሰብ ዝኸውን ፍቕሪ ከማዕብል እየ። ኣብ ገዛእ ርእሰይን ካልኦትን ብምእማን፣ ሰባት ኣብ ልዕለይ እምነት ንኸሕድሩ ክድርኾም እየ። ኣብ መወዳእታ ናይዚ ጽሑፍ ክታመይ ከንብር እየ። ነዚ ዝጸሓፍክዎ ብቓለይ ክሳዕ ዝወጽኦ ክሽምድዶን፣ መዓልታዊ ብዓውታ ከንብቦን ኢየ። ኣብ ዘንብበሉ እዋን ንሓሳባተይን ተግባራተይን ቀስ ብቐስ ከም ዝጸልዎ፣ ውዒለ ሓዲረ ድማ ኣብ ርእሱ ዝኣምንን ዝምርኮስን ዕዉት ሰብ ከም ዝኸውን እምነት ከሕድር ኢየ። ነዚ ኣብ ላዕሊ ዝተገለጸ ቀመም ወይ ፎርሙላ መሰረት ዝኾነ ሓደ ተፈጥሮኣዊ ሕጊ ኣሎ። ነዚ ተፈጥሮኣዊ ሕጊ ክገልጾ ዝኽእል ሓደ እኳ የልቦን። ስም ናይቲ ሕጊ ሒደት ኣገዳስነት ኢዩ ዘለዎ። እቲ ዘገድስ፣ እቲ ሕጊ ከም ዝሰርሕ እዩ። ነዚ ሕጊ ብሃናጺ ኣገባብ እንተተጠቂምካሉ ክብርን ዓወትን ይጽግወካ እዩ። ብኣዕናዊ ኣገባብ ምስ ትጥቀመሉ ግን ዕንወትን ጥፍኣትን እዩ ዝወልድ። እቶም ብስዕረት ርእሶም ዘድንኑ መወዳእታ ዕጭኦም ድማ ድኽነት፣ ጓህን ጭንቀትን ዝኾነ ኩሎም ንሕጊ ብዓለ ምዝኽኻር ብኣዕናዊ ኣገባብ ስለ ዝጥቀምሉ እዮም። ኩሎም ሓሳባት

ትሕተ-ውኖ ኣእምሮ፣ ዝሃብናዮ ሓሳብ ተቐቢሉ ጥራይ እዩ ዝምስርሕ እምበር፣ ሃነጽትን ዓነውትን ሓሳባት ፈልዩ ክፈልጦኦ ኣይክእልን እዩ። ብተወሳኺ ትሕተ-ውኖ ኣእምሮ፣ ከምቲ ነቶም ናብ ትብዓትን እምነትን ሓሳባት፣ ነቶም ናይ ፍርሒ ሓሳባት እውን ናብ ክውንነት ከም ክልውጦም ይኽእል እዩ። ከምቲ ኤለትሪክሲቲ ብግቡእ ምስ ንጥቀመሉ ንመንኮርኮራዊ ኢንዳስትሪ ብምዝዋር ጠቓሚ ዕዮ ዝዓዪ፣ ዘይግቡእ ኣጠቓቕማ ግን ህይወት ክቐዝፍ ዝኽእል፣ ባዕላዊ ምዝኽኻር ድማ ብእወንታዊ መልክዑ ምስ ንጥቀመሉ ናብ ሰላምን ብልጽግናን እንተዘይኮነ ግን ናብ ስንጭሮ ጓሂ፣ ስዕረትን ውድቀትን ክሸመና ይኽእል እዩ። ኣእምሮኻ ብፍርሕን ምጥርጣርን ምስ ዝዝቕብብን ነቲ ደረት ኣልቦ ንቕሓትን ክትረኽቦን ክትጥቀመሉን ከም ትኽእል እምነት ምስ ዝጎድለካን ሕጊ ባዕሊ ምዝኽኻር ነዚ መንፈስ እዚ ናብ ተጨባጢ ነገር ይልውጦ። ከምቲ ናብ ሓደ ኣንፈት ዝነፍስ ንፋስ ንሓንቲ መርከብ ናብ ሓደ ኣንፈት ናብ ካልእ ዝነፍስ ድማ ናብ ካልእ ኣንፈት ዝደፍኣ ባዕላዊ ምዝኽኻር እውን ብመሰረት ንጓንጽላ ሓሳባትካ ናብ ዝዘርጋሕካዮ ኣንፈት ሓደው ንላዕሊ ሓደው ንታሕቲ ይስሕበካ። እዛ ትስዕብ ግጥሚ ንጽልዋ ሕጊ ባዕላዊ ምዝኽኻር ትገልጽ እያ። ተሳዒረ እየ ኢልካ እንተሓሲብካ ተሳዒርካ ኢኻ። ኣይተሳዕርኩን እንተኢልካ ድማ ኣይተሳዕርካን። ክትስዕር እናደለኻ ግን ኣይክኽእልን እየ እንተኢልካ ከም ዘይትስዕር ርጉጽ እዩ። ክኸስር እየ እንተኢልካ ከሲርካ ኢኻ። እቲ ምንታይ ኣብ ዓለም እንረኽቦ ዓወት ኣብ ድሌት ሰብዩ ዝጅምር። ኩሉ ኩነተ ኣእምሮ እዩ። ተርስዐ እየ ኢልካ እንተሓሲብካ ከምኡ ኢኻ። ንላዕሊ ንኽትድይብ ኣዕቢኻ ክትሓስብ ኣለካ። ስልማት ቅድሚ ምዕታርካ ኣብ ገዛእ ርእሰኻ ክትኣምን ኣለካ። ኣብ ናይ ህይወት ዓውዲ ውግእ ኩሉ ሳዕ እቲ ዝሓየለ ወይ ዝቐልጠፈ ዘይኮነ፣ እንተ ቀልጢፉ እንተ ደጉዩ እቲ ከም ዝኽእል ዝኣምን እዩ ዝዕወት። እዚ ገጣሚ እንታይ'ዩ ክብል ደልዩ?

ኣብ ኣእምሮ ዝደቀሰ በሊሕ ሰብ ኣብ ኣእምሮኻ ዝደቀሰ ናይ ዓወት ዘርኢ ኣሎ ነዚ ዘርኢ እዚ ኣባራቢርካ ናብ ግብሪ ምስ ትርጉሞ ናብ ክበጽሖ ይኽእል እየ ኢልካ ሓሲብካዮ ዘይትፈልጥ ብራኸ ክትድይብ ትኽእል ኢኻ። እቲ ክኢላ ሃራሚ ቫይኖሊ ንገመዳት ቫይኖሊኑ ኣቃንዩ እዩ ጥዑም ህርመት ዝፈጥር። ንስኻ እውን ነቲ ኣብ ውሽጥኻ ደቂሱ ዘሎ በሊሕ ሰብ ኣባራቢርካ ናብ ዝኾነ ክትበጽሖ ትኽእል ደረጃ ከብጽሓካ ከም ዝኽእል ባይታ ክትፈጥር ትኽእል ኢኻ። ኣብርሃም ሊንከን ውዲ ኣርብዓ ዓመት ክሳዕ ዝኸውን ኣብ ዝፈተኖ ዘበለ ኩሉ ይፈሽል ነበረ። ነቲ ዓወት ውሽጡ ዝደቀሰ በሊሕ ሊንከን ዘበራብሩ ኩነታት ክሳዕ ዝፍጠር ድማ ተራ ሰብ'ዩ ነይሩ። ሓደ ፍጻመ ግን ካብ ተራ ናብ ዓብዪ ሰብ ቀየሮ። እቲ ፍጻመ ወይ ተመክሮ ምስ ናይ ፍቕርን ስምዒታት ዝተወሃሃደ ነበረ። ቀንዲ ጠንቂ ድማ እታ ሊንከን ብሓቂ ዘፍቅራ ዝነበረ ኣን ራቲለንጅ ዝስማ ጓል ኣንስተይቲ እያ ነይራ ፍቕርን እምነትን ተመሳሰልቲ ስምዒት ምዃኖም ፍሉጥ እዩ እዞም ክልተ ስምዒታት ንዝኾነ ሓሳባት ናብ ተጨባጢ ነገር ክልውጡ ይኽእሉ እዮም ንህይወት ናይ ኣማኢት ሰባት ኣጽኒዐ ከም ዝተረዳእክዎ ንዅሎም ዝድግፎም ፍቕሪ ጓል ኣንሰይቲ ነይርዎምን ኣለዎምን ታሪኽ ህይወት ዕዉታት ሰባት ብምጽናዕ ንሓይሊ እምነት ክትርዳእ ዝከኣል እዩ። እምነት ማዕረ ክንደይ ሓያል ምዃኑ ንክትፈልጥ ነቲ ኣብ መላእ ዓለም ዝተፈለጠ ህንዳዊ ማህተማ ጋንዲ ምዝካር ከድልየካ እዩ። እዚ ሰብ እዚ ንዕቤትን ጽልዋን እምነት ንመላእ ዓለም ከርኢ ዝበቕዐ ሰብ እዩ። ጋንዲ እቶም ልሙዳት መሳርሒታት ስልጣን ማለት ገንዘብ፣ መራኽብ ውግእ፣ ሰራዊት ኮነ ኣጽዋር ኣይነበርዎን። ካብ ኩሎም እቶም ኣብ ዘመኑ ዝነበሩ ሰባት ዝበለጸ ስልጣን ግን ክውንን ከኣለ። ብተወሳኺ ቤት ኮነ ክዳን ኣይነበሮን። ነቲ ዓቢ ስልጣን ደኣ ካበይ ረኸቦ? ጋንዲ ብዛዕባ ሓይሊ እምነት እኹል ርድኢት ነበሮ። ንእምነቱ ናብ ልዕሊ ክልተ ሚልዮን ሰባት ከስርጽ ዘኽእሎ ብቕዓት ስለ ዘጥረየ ድማዩ ዓቢ ስልጣን ክጓናጸፍ ክኢሉ። ክልተ ሚቲ ሚልዮን ሰባት ከም ሓደ ሰብኣይ ደው ከም ዝበሉ ብምግባር ኣደናቒ ዓወት ተጓናጸፈ። ህንዲ ድማ ብዘይ ናይ ሓንቲ ጥይት ተኹሲ ካብ መግዛእቲ እንግሊዝ ሓራ ወጸት። ኣብዛ ምድሪ እዚኣ ክንድቲ እምነት ከስልጥ ዝኽእል ሓይሊ ይህልወካዶ ይኸውን? ሃብቲ ብሓሳብ እዩ ዝጅምር፣ ዓቐን ናይቲ ሃብቲ ድማ በቲ ሰብ እዩ ዝውሰን። እምነት ንድሩትነት ትኣሊ እያ፣ ነዚ ኩሉ ሳዕ ዘክሮ።